ጉጅለ ፃድቃን እዚኦም ዘለውዎ ጀነራላትን ፖለቲከኛታትን ናይ ኢትዮጵያ መራሕቲ ድሕንነትን ሰራዊትን ፖለቲካን እውን ዘለውዎ ሰነ ክልተ ኣኼባ ገይሮም። ኣብ ፀሓይን ሓሸዋን ናይ ራያ ቀቢረስ ኣነ ምስ ዝኦም ከይረውሐን እኮ ንፈልጦም እኮ ፖለቲካ የብሎም ገለ የብሎም ከም ንዕኦም እኮ ፈልጥ እዮም። እዞም ህዝብታት እዚኣቶም እንተደልዮም ግን ህዝቢ ትግራይን ህዝቢ ኤርትራን ንሕናሲ ኣይንፈላለን ኢሎም እንድሕር ወሲኖም ግን ዝኾነ ሓይሊ ደው ከብሎም ኣይኽእልን። ኣብ ቀረባ ኣብ ድፋዓት ክትፀንሑ ክትክእሉ ኣለኩም ክትኣትው ኣለኩም እዮም ተባሂሉ ክትኣትው ኣለኩም ድሮንን ኣየርን ክንጥቀም ኢና ቅድሚያ እዚአን ተጠቂምና ደኳዕኳዕ ምስ ኣበልና እዮም ስዕርና እንዲዮም እኒኦ እያ እዚኣን ተዘይገይሮም ማለት ግድን ክንስዕሮም ኢና ንምንታይ ኢና ንስዕሮም ብምንታይ ንስዕሮም ህዝቢ ምሳና እዩ ፍርቂ TDF ምሳና እዩ ፍርቂ ካብ ፍርቂ ንላዕሊ ሕዝቢ ደጊመ ነግሮ TDF ምሳና እዩ። ህዝቢ ትግራይ ንህልውኑን ድሕንነቱን ኢሉ ዝሃነፆ ውዳበ እዩ። ግን ብሓደ መዓልቲ ዕጥቂ ኣፍቲሕካ ምብታን ዝበሃል ግን ህዝቢ ትግራይ ኣበይ ሓዲግዎ ተበቲኑ ክበሃል? ሰላማ ደቂ ዓበይቲ ናይ ቻናል ቤተሰብ ሃመይ ኔኹም ዳሕና ዲኹም ናይ መዓልቲ ድማ ናይ ወቕታዊ ነገራት ታይታይ ልበሃሉ ነገራትና ካብ ናብ መግለጺ ካብ ትግራይ ሓደ ሓደ ነገራት ሒዘልኩም መጸ ኔኹ ማለት እዩ እዚ ኣርኣይ ክፍሊ ሓድሽ ኾንኩም ላይክ ናይ ሳብስክራይብ ከይርሳዕ ናብ ቪድዮ ንመለስ እስከ ዝሓተ ዳመስተይ ዚዐን እያ ዳመስተይ ዚዐን እያ ልደላይዐን እያ ልደላይዐን እያ ሸሞንተ ዓመተ ምህረት ፒፒን ናይ እዞም ዝኸድዑ ጀነራላትን ዝተወሰኑ ናይ ጌታቸው ረዳ እውን ዘለዎ ስምረት ኢልና ከይንፅውዖም ጌታቸው ኢት ስምረት ማለት ኮይኑ ብዝኾነ ጉጅለ ፃድቃን ንበሎም ስኢልና ብሓፈሽኡ እዚኦም ዘለውዎ ጀነራላትን ፖለቲከኛታትን በሃልቲ ኢና ዝብሉ ዘለውዎ ናይ ኢትዮጵያ መራሕቲ ድሕንነትን ሰራዊትን ፖለቲካን እውን ዘለውዎ ሰነ ክልተ ኣኼባ ገይሮም ኣብ ክልተ ዝተመቐለ ክልተ ትሕዝቶ ዘለዎ ኣኼባ ነይርዎም ሓደ ከም ዝበልኮ ጀነራላትን ፖለቲከኛታትን እዮም እቶም ዝኸድዑና ጀነራላት እውን ነይሮም እዮም እቶም ዝኸድዑና ፖለቲከኛታት እውን ነይሮም እዮም ናይ ኢትዮጵያ እውን ከምኡ ኣብቲ ናይ መጀመርያ ኣብ ቀረባ ኣብ ድፋዓት ክትፀንሑ ክትክእሉ ኣለኩ ክትኣትው ኣለኩም እዮም ተባሂሉ ክትኣትው ኣለኩም ድሮንን ኣየርን ክንጥቀም ኢና ቅድሚያ እዚኤን ተጠቂምና ደዃዕዃዕ ምስ ኣበልናዮም ስዕርና እንድዮም እኒኦያ ብሕልሚ ከም ዝበልኩኹም ሕልሚ ደሮ ሰብ መታን ክወፅእ ናብ ትግራይ ምንም ነገር ክኣቱ የብሉን ኢሎም ክዓትኦም የቕርቡ እቶም ንሕና በቃ ክፅጉሞ ኣለዎ ህዝቢ ትግራይ ይብሉ ማለት እዩ ስለዚ ብድሮን ክንወቅዕ ኢና ቀሪብኩም ክትፀንሑ ኣለኩም እቲ ሰራዊት ናይ ጌታቸው ዝኣከቦ ገሊኡ ብገርሂ ገሊኡ ብጉርሒ ዝኸደ ወንጀል ሰሪሑን ካሊእን ዝኸደ እዚኣቶም ናብ ሰራዊት ክሕወሱ ኣለዎም ስለዚ ደድፍዑ ክኣቱ ክኽእል ኣለዎ ክሕወስ ኣለዎ እዩ እና ብድሮንን ብኣየርን ምስ ኣጥቃዕና ደድሕሪኡ እቲ ሰራዊት እንዳኣተወ ክኸደ ኣለዎ ገለ ይብሉ እቲኦም ከዓ እንታይ ይብልዎም እዞም ናህና ናህና ዝብሎም ዘለኹ ያው ተጋሩ ስለ ዝኾኑ እዩ ምንም መማረፂ የለን ሰብ ክወፅእ ምእንታን መንእሰይ ክወፅእ ምእንታን ናብ ትግራይ ምንም ዓይነት ነገር ክኣቱ የብሉን ይብሉ ዓፅዮሞ እንዲዮም ኦልሬዲ እንታይ ዝኣቱ ኣሎ ክንደየናይ ዝኣክል ጨካናት ምዃኖም ራእዩ ይብሉ ድሓር ምስ ወፀ እቲ ሰብ ምስ ወፀ ርግዓት ክስምዖ ምእንታን በቃ ኣብዚዩ ኣይነንገላትዓዮ ንዝተወሰነ ግዜ ኣብ ካምፕ ተሰሪሕሉ ክወፅእ ክኽእል ኣለዎ እቲ መንእሰይ እውን ክወፅእ ክኽእል ኣለዎ እቲ መንእሰይ ካብኡ እንዳመልመልና ናብ ተዓንቶ እዩ ዝበልኩዋ ማለት እዩ ካምፕ ክስራሓሉ መንእሰይን ዓብዩን ክወፅእ ተዓብየ ኣብቲ ካምፕ ክኾን እቲ ዝገርም ህዝቢ ናይ ብሄር ፅላኣቱ ክዕገስ እዩ ዝብል ክዕገስ ግበርዎ እዩ ዝብል ንዝተወሰነ ግዜ ይተዓገስ እምበር ናይ ብሄር ፅላኣት ከም ዘሎ እውን ይገልፁ እዮም ግን ንግዚኡ ክዕገስ ክኽእል ኣሎ ምክንያቱ ክጥቀምሉ ይደልዮም እዮም እዚ ህዝቢ ይውፃእ እቲ መንእሰይ ካብኡ እንዳመልመልና ክንእትዎ ኢና እቲ መንእሰይን ህዝብን ቅሬታ ከይስምዖ ግን ህዝቢ ኣብ ብሄር ዘለዎ ኣብቲ ብሄር ዘለዎ ጽላኣት ይታዓገ። ሃእ ደቂ ዓበይቲ ሃም ዝሰማዕኺ ማለት ኻዚ ኾን ነገር ዓጻጺኻ ነገራት በቃ ሰብ ባዓሉ ወሲኑ ስለዚ ሃምዚ ዓይነት ነገራት ኣይጽበይ ነይሩ ኣሕዋተይ ነገራት ኔከር ሃም ዘሎ ተኾይኑ ሃምዚ ዓይነት ነገራት ኣይጽበይ
ህዝቢ ትግራይ ንህልውኑን ድሕንነቱን ኢሉ ዝሃነፆ ውዳበ እዩ። መጀመርያ ብዲዲኣር መፅዮም ዋ እሞ ዲዲኣር ኮንዲሽናል እዩ ኣብ ባይታ ዘሎ ሰላምን ድሕንነትን ናይቲ ህዝቢ እንትረጋገፅ ይፍፀም እዩ ዝብል ብስርዓት እዩ ዝኸይድ። ኦኬ ከምዚ እናገበርና ንሕና ንመተኣማመኒ እናፈፀምና ክንከይድ ድልዋት ኢና ግን ብሓደ መዓልቲ ዕጥቂ ኣፍቲሕካ ምብታን ዝበሃል ግን ህዝቢ ትግራይ ኣበይ ሓዲግዎ ተበቲኑ ክበሃል እቲ መስዋእቲ ዝኸፈለሉ ዕላማ ኣበይ ኣትዩ ክበሃል እቶም ስምምዕ ፕሪቶርያ ዘሎ ጉባኣት ኣበይ ኣትዩ ክበሃል ከምኡ ይኸይድን ክንፍፅም እግሪ ብእግሪ ግን ንስኻትም እውን እናፈፀምኩም ኪዱ ኣይገብርዋን ንሳ ምዃና ምስ ኣበየት ናበይ ኣትዮም ዕጡቕ ሓይሊ ኣብ ዓፋርን ኣብ ገለን ኣብ ኣገውን ኣኪቦም እዙይ ንህበካ ኣለና እዙይ ንህበካ ኣለና እናበሉ ሰብ ከስልሉ ሰብስ ከም ከልቢ ብምስላል ክውሰድ ተሓሳብ ረዮ ብከምዚ ደረጃ ትግራዋይ ተተኻኢሉ እውን ትግራዋይ ክጣፋእ ባዕሉ ንባዕሉ ክጣፋእ እዚ ኣብ ዓብዪ ብሄራዊ ውዳበና ኣብ ሰራዊት ትግራይ ዝግበር ዘሎ እዩ ኣብ ሕወሓት ረእዮ ሓምሳ ዓመት ዝገበረ ውድብ ብሄራዊ ፅላል ናይ ህዝቢ ትግራይ እዩ። ፀገማት እንተሃልይዎ ኣብ ህዝቢ ትግራይ ኮይኑ ፀገማቱ ይፈትሕ። ህዝቢ ትግራይ እንተደልዩ ይብትኖ፣ እንተደልዮ የፅንሖ። ህዝቢ ትግራይ ህዝቢ ትግራይ እዩ እዚ ክገብር ዝኽእል። ግን ነዚ ውዳበ እዚ ነዚ ፅላል ዝኾነ ውዳበ እዚ ከመይ ገይሮምዎ ኣለዉ? ከመይ ይኸደ ኣለዉ? እሱ ጥራሕ ኣይኮነን ብጣዕሚ ልቢ ዘይብላ ሚድያታት ኣለዋ ሚድያ ባይዘ ወይ ድምፂ ወያነ እኮ ናይ ገዛዕ ናይ ካብቲ ናይ ኢትዮጵያ እንታይ ዝበሃል ብሮድካስት ኣውቶሪቲ ገለታት ዝበሃል ዝወሃብ ወረቐት ወይ ፍቃድ ንሱ እኮ ኣይተመለሰሉን እኮ ሰዓት ኣብቲ ምስ ዘሎ ሽርሕታት ካብ እቶም ሃይማኖት ትካላት ከይተረፈ ኣብቶም ሃይማኖት ትካላት ከይተረፈ ዘሎ ሽርሕታት ንትግራይ ብሄራዊ ፅላል ክኸውን ይኽእል እዩ፣ ውዳበ ክኸውን ይኽእል እዩ፣ መተኣኻኸቢ ክኸውን ይኽእል እዩ ዝበሃል ኩሉ ኣብ ታርጌት እዩ ዝኣቲ ናብ ኢትዮጵያ። ምክንያቱ እዚ እንተየፍረስካ እዚኦ እንተይገበርካ እታ ትግራይ ብዲሞግራፍን ብጂኦግራፍን ትርጉም ኣልዎ ምግባር እትበሃል ዕላማ ክትዕወት ኣይትኽእልን ኢሎም እዮም ዛምኑ። በዚ መንገዲ እዮም ዝኸድዎ። ካብዚ ሃምብል ዝብል ዝሰማዕካኦ ነገራት በቃ ሕውስውስ ንበቃ እዚ ነገራት ብዚ ተኸድኻ ብዚ ብዚ ተኸድኻ ብዚ እዩ ታይ ሃመ እዩ ላኻል ቪድያ ንመለስ እሞ ከዚ ምስ ኤርትራስ ምስ መንግስቲ ርክብ መንግስቲ ኢትዮጵያ ዝፈልጦ ግልፂ ርክብ ጀሚሮም ዝነበሩ ሰባት ሓቂ ዝፈልጥዎ ሰባት ነዛ ሐዚ ኣብ ዛላምበሳ ኣብ ገዛዕ ትግበር ናይ ህዝቢ እንኳዕ ተራኸብና ሰላም ዶ ክመፀና ይኾን? በቃ ድሕሪ ሐዚ ናብ ኮንያት ከይንኣቲ ናይ ፖለቲካ ሓይልታትና ንምከር ኢሉ እቲ ህዝቢ ተዛትዩ ስቆይ ዝብል ዘሎ ንሕና ሰላም ኢና ንደሊ ኣሕዋት ኢና ከምቲ ናይ ቀደምና ኣብ ሓዘንን ኣብ ደስታን ብሓደ ክንውዕል፣ ክንዋሰብ፣ ክንራኸብ ኢና ንደሊ። ኢኮኖሚያዊ ምትእስሳር እዩ ዘድልየና፣ ማሕበራዊ ምትእስሳር እዩ ዘድልየና፣ ምድግጋፍ እዩ ዘድልየና። ናይቲ ሓደ ጥፍኣት ናተይ ጥፍኣት እዩ ምብህሃል እዩ ዘድልየና፣ ምትሕዝዛን እዩ ዘድልየና። ዝጠፍአ ጉዳይ ቅድሚ ሕዚ ዝተፈጸሙ በደላት እውን ምክሕሓስ እዩ ዘድልየና ዝብል ዘሎ ህዝቢ ምቁንጻብ እዩ እቲ ብጣዕሚ ካብ ተጋሩ ዝመጽእ ዘሎ ነገር እዩ ኣነ ብጣዕሚ ዝስታይ ዝብለኒ ንሱ እዩ ዝቁርቁረካ ዋ ግን እዞም ህዝብታት እዚኣቶም እንተደልዮም ግን ህዝቢ ትግራይን ህዝቢ ኤርትራን ንሕናሲ ኣይንፈላለን ኢሎም እንድሕር ወሲኖም ግን ዝኾነ ሓይሊ ደው ከብሎም ኣይኽእል ዝኾነ ሓይሊ ደው ከብሎም ኣይኽእል እዞም ህዝብታት እዚኣቶም ሓቢሮም እዚኦም ህዝብታት እዚኣቶም ናብ ሕውነትና ኢና ንመለስ ተኢሎም ሲ ነዚኣ ተዓቅፍ ከተዓናቕፍ ብዙሕ ሰብ ክፅዕር ይኽእል እዩ ግን ጉልበት ዘለዎ ይመስለኒ ሕወሓት ይኹን ግዜያዊ ምሕዳር ይኹን ሰራዊት ትግራይ ተዘይደልያ እውን እኮ ነዚኣስ ክዕንቅፋ ተዝደሊ እውን ባዕሉ ይጠፍእ ከመይ መን ማለት ሲ ድሕር ስርዓት ብዘለዎ መንገዲ እቲ ህዝቢ እዚ ጉዳይ እዚ እንድሕር ደልይዎ ሲ ንሕና እኮ ናይቲ ኣብቲ ውሽጢ ህዝቢ ንነብር ባእታታት ኢና እምበር ህዝቢ እኮ ኣይኮናን ባዕልና ህዝቢ ኮነ ህዝቢ እኮ እዩ ዝውክለና ንሕና እኮ ናይ ህዝቢ ድሌት ኢና ንውክል እምበር ናይ ባዕልና ድሌት ክንፅዕኖ ኣይንኽእልን እኮ ስለዚ እቲ ህዝቢ እንተደልይዎ እቲ ሕውነት እንተደልይዎ ሰላም እንተደልዩ ለውቲ ህዝቢ ክገብሮ ኣለዎ ክቕፅል ኣለዎ። ካሊእ ሸርሕታት ካሊእ ግዛዓት ከይህልዎ ኢሉ ዝሓስብ እንተሃልዩ ግን ተሓንሱ እንደ ናብ ሰላም ይምፃእ። እዚስ ብቐሊሉስ ምርግጋፅ ይከኣል እዩ። እቲ ናይ ህዝቢ ትግራይ ፀገም እንዶ ንሱ ንባዕሉ ይፍታሕዮ መጀመርያ ብዛዕባ ካሊእ እዚ ኮነ ከምዚ ተሓሰበ ከምዚ ተገበረ ምክንያቱ ብኣንቶም ከም ሓቢሮም ስለ ዝነበሩ ንጥፍኣት ሓቢሮም ስለ ዝነበሩ እስካሊእ እውን ንጥፍኣት ይሓብር ኢሎም ድዮም ዝሓስቡ ዘለዉ ንሕና ኣይኮናን ኢና ንብዘልና ኣይኮነን ናይ ህዝብታት ምርኻብ እዩ፣ ናይ ህዝብታት ምርዳእ እዩ። እቲ ህዝቢ ወቂም ክነብር ስለ ዘይደለየ እዩ ዝገብሮ ዘሎ፣ ናይ ሕውነት ርክብ እዩ ንብል ኣለና። ካብዚ ከም ዝርእ ማለት እንድሕር ሓደ ትግራዎት ንኤርትራዎት ኮይኖም ሲ ብሓደ ክኾኑ ተለሎም ሲ ለግዶም ሰብስ ማንም የለ እዩ ዝዋና ጥያቄ ባይ በርግጥ ሓቁ እንድዩ ከም ዝርእ ትኽሉ ለግደ ሰብ የለ ግን ፒስ ናይ ምዃን ዓቕሙ ይህልዩ ዶ እዩ ችግር እንድዮ

ከይረብሑ እኮ ንፈልጦም እኮ ፖለቲካ የብሎም ገለ የብሎም ከም ንዕኦም እኮ ክፈልጡ እዮም ስለዚ ዋላ እንትኾነ እዩ እዚኣ እንተገይሮማ ፍቓደኛ እዚኣ እንተዘይገይሮማ ግን ግድን ክንስዕሮም ኢና ንምንታይ ኢና ንስዕሮም ብምንታይ ንስዕሮም ህዝቢ ምሳና እዩ ፍርቂ ትድኤፍ ምሳና እዩ ፍርቂ ካብ ፍርቂ ንላዕሊ ትድኤፍ ዝበዝሕ ትድኤፍ ምሳና እዩ ሕዝውን ደግማ ነግሮ ቲዲኤፍ ምሳና እዩ በቃ ብዝኾነ ኹን መንገዲ ምሳና እዩ ክሪእዋ እዮም ሽዕ ብተግባር ፅሬት ኣካየድና ምንም ኣካየድና ናቲንግ እንታይ ከም ዝገብር ዘሎ ፈልጥ እየ እንታይ ከም ዝፅግማ ፈልጥ እየ ምሳና እዩ ሽዕረብና

ወደንጦር ይበሃል ዘይትሕክምዎ ግዳ ጥዕያት ዕረኽቲ እንተሃሊኹም ኣብ ቀረባ ሰባት እንተሃሊኹም ክትሕክምዎ ኣለኩም ናይ ባሓቂ እዚ ናይ ጥዕና ሽግር እምበር ከምዞ ዕብዳን ጥዑይ ሰብ ዝዓብዶ ዕብዳን ኣይኮነን ጥዑይ ሰብ ዝዓብዶ ዕብዳን ኣይኮነን ጥዑይ ዶ ይዓቢ ዶ ክትብልኒ ኢኹም ዕውድ እንተኮይኑ ዕውድ እንዲ ከመይ ገይሩ ክትብልኒ ኢኹም ጥዑይ ሰብ ዝብሎ ዘለኹ ጌጋ ኣይኮነን ማለት እዩ ስኢሉ ስሕተት ሸተት ኢልዎ ዘረባ ኣይኮነን እዚ ብሱር ናይ እእምሮ ሽግር ናይ ሕልና ሽግር ዘጋጠሞ ሰብ እንተዘይኮይኑ ከምዚ ኢልካ ኣይበሃልን እዩ ተነኣሰ ክፈተሎም እንደበሪ ነቶም ሕዚ ሒዝዎም ዘሎ በርስ ክኽፈተን ተንኬላ እስኪ ይከፈታ ጥራሕ ኣብዚ መከላከያ ድሕሪኡ ዓፋር ናይ ዓፋር ፍሉይ ሓይሊ ድሕሪኡ እሙናት ዝበሃሉ ሰባት እንዳሓለውዎም ከይወፁ እንዳሓለውዎም ንፖለቲካ መጥቀሚ ብብረት እናተሓለወ ዘሎ ሰብ ተደልዮም ይቐትልዎ፣ ተደልዮም ይኣስርዎ፣ ተደልዮም ይርሽንዎ። ኣብዚ ዘሎ ተሰሓሒቱ ዝኸደ መንእሰይ በቃ ዝሓረነ እዩ። እንታይ ኮይኑ ክሕርን ንእሽተን በሪ እንተዝኸፍትሎም ግን ስቕ ኢሉ ዷሕ ኢሉ እዩ ዝመፅእ ሕዚ መሕለፊ ዝሰኣነ እዩ መሕለፊ ዝሰኣነ እዩ ከምልጡ እዮም ተባሂሉ ብቐዳማይስ ኣብ ናይ ዛታ ከባቢ ዝኣገው ኣትዩ ሓመድ ክገብሮም ከሎ ናይ ኣገው ሓይሊ ትማሊ ናይ ኣገው ኮሚኒኬሽን ካዚ ሰሚዕኹም ወዶን ጥሩ ከም ዝተናገሩ ማለት እዩ ሓቲ በቃ እዚ ለምሳና እዩ እዚ ለምሳና እዩ እዚ ለምሳና እዩ በቃ ኣብዝሓ ናይ ቲዲኤፍ ለምሳና ኢሉ እንዲ ዝናገር ኣሎ ይኹን ጀርጀሮ እስኪ ንሪኦ ኣቦሳን ጀማት እዩ ትግራይ መፅእሉ ዘረባታት ንሓደ ሓደ ነገራትን እዮም ንስምዖም ሎሚ ካብ ከተማ መቐለ ዝተሰምዐ ዜና ናይ ውዕሊ ፕሪቶርያ ኣደራዳሪ ዝነበረ ኦሊሰን ኣባሳንጆ ምስ ናይ ኣውስትራልያን እንግሊዝን ተወከልቲ ጉጅለ ልኡኻት ብምዃን ሎሚ መቐለ ከም ዝኣተ እዩ ተሓቢሩ ኣሎ ማለት እዩ። እዙይ ናይ ድርድር ከይዲ ወረ ኩናት ወይ ኩናት ዝተርፈሉ ተፈናቐልቲ ናብ መረበቶም ዝምለስሉ ይግበረልና ማለት እዩ። ከም ትግራዋይ ኣብዚ ሀዚ ሰዓት ኦረዲ ዝተጎደአ ዝተሃሰየ የለን። ወረ ጦርነት እውን ክሰምዕ ኣይደልን። ጦርነት እውን ከካይድ ኣይደልን። ኣብዚ ሀዚ ሰዓት ጦርነት ዝበሃል ኩሉ ከም ዝሰልቸየና ኩሉ ከም ዝፈንፈኖ ርኢና ኣለና። ምክንያቱ ውፅኢቱ ሞትና ውፅኢቱ ናይ ሰበ ስልጣን እንትን ስለ ዝኾነ ማለት እዩና እዙ ናይ ድርድር ከይዲ ኦረዲ ሙሉእ ሰላም ይግበረልና። የቐንየለይ እና ከዚ ነገራት እዚ ናይ ፕሪቶሪያ ፈሪሱ ነይሩ መሰለኒ ቅድሚ ከዚ ከዚ ግን

የትግራይ ሰላም ኃይል ከፌዴራል መንግስቱ ጋር በቅንጅት እየሰራ እንደሚገኝም አረጋግጠዋል።
ብሓቂ ማለት እዩ ሃምሰመ ከምዚ ኣሕዋተይ ኣብ ትግራይ ከተማዊ ሰላም ገፅ እናጠገዕ ናሃለና ካልኣይ እንዲ ልዩ ተሓሰ ጦርነት ኣጋጢሙ ዓድና ሰላም ይገርና ናይ መልእኽትና ናይ ኮና መልእኽቲ ላካል ቪድያ ንመለስ ኸዚ